ንሎሚ እምበኣር ኣብዚ መደብ ብዛዕባ ስዕሞ ማለት ክንደይ ዓይነት ምስዕዓም ከም ዘሎን ትርጉማቱን ከምኡ ድማ ብሰንኪ ምስዕዓም ክንግምቶ ዘይንኽእል ዝተፈላለዩ ጸገማት ከኸትለልና ዝኽእል ሕማማትን ካልእን ዝድስስ ትሕዝቶ መደብ ቀሪብና ኣለና። ክሳብ ምዝዛም መደብና ክትከታተሉና ዕድሜና እዩ። ሰናይ ጻንሖት። ስዕሞ ማለት ምስዕዓም መጀመርታ ኣብ ግዜ ሳይሮፔድያ ሰለስተ ሚእትን ሰብዓን ቅድሚ ልደተ ክርስቶስ ብዜኖፎን ዝተጻሕፈ ጽሑፍ ብዛዕባ ባህሊ ኣሰዓማ ፐርሽያ ክገልጽ እንከሎ ኣብ ዝኾነ እዋን እዞም ህዝቢ ኣብ መንገዲ ተረኺቦም ይኹን ኣብ ዝኾነ ኣጋጣሚታት ኣብ ዝተረኸበሉ እዋን ብማዕረ ከንፈሮም ብምውህሃብ ኣብ ኣፎም ብምስዕዓም ሰላምታ ይለዋወጡ ከም ዝነበሩ ኣብ ጽሑፉ ኣስፊርዎ ይርከብ። ገለ ብዛዕባ እዚ ኣተኪሮ መጽናዕቲ ዘካየዱ ሰባት ክገልጹ እንከለዉ ስዕሞ ማለት ምስዕዓም ካብ ኤሮጳ ተበጊሱ ድሕሪ ምስፍሕፋሕ መግዛእቲ ኣሌክሳንደር ዓቢ ናብ ኩሉ ክፋል ዓለምና ከስፋሕፍሕ ጀሚሩ ክብሉ እዮም ዝገልጹ። እንተኾነ ግን ብልክዕ ኣብዚ ግዜ እዚ እዚ በዚ እዩ ተጀሚሩ ዝብል ጽሑፍ ኣይተረኽበን። ኣብዚ ነጥቢ ኣተኲሩ ግን ብዙሕ እዩ ዝጸሓፍ። ክሪስቶፈር ናይሮፕ ዝተባህለ ውልቀ ሰብ ንምስዕዓም ኣብ ዝተፈላለዩ ደረጃታት ከም ዝከፋፈል ዝገበረ ሰብ ምዃኑ ድማ ይንገር። ምስዕዓም ፍቕሪ፣ ናይ ክብሪ ምስዕዓም፣ ምስዕዓም ምሕዝነት እናበለ ድማ ኣብ ብዙሕ ደረጃታት ከፋፊሉ ይገልጾ። ናይ መጀመርታ እዋን እተካይዳ ናይ ፍቕራዊት ምስዕዓም ኣይትርሳዕንያ ትበሃል። እዚ ኣይትርሳዕንያ ዘብላ ቀንዲ ረቋሒ ድማ ንኹላትና ርዱእ ነገር እዩ። ንሱ ከኣ ብዛዕባ ከመይ ጌርካዩ ዝሰዓም ዝኾነ ዓይነት ኣፍልጦ ከይሃለወካ እተካይዶ ስለ ዝኾነ። ብሰንኩ ድማ ጠግ ገለ ዘይብሉ ናይ ተልሜዴን ጌርካ ክፍጸም እዩ ዝረኣ። ኣብዚ ተሞርኪሶም ድማ ብዙሕ ኣገባባት ስዕሞ ከም ዘሎዮም ዝገልጹ። ገለ ካብኡ ሓጺር ስዕሞ፣ ነዊሕ ስዕሞ፣ ርሱን ስምዒት ዘለዎ ስዕሞ፣ ፎኪስ ስዕሞ፣ ንጾታዊ ስምዒት ዘለዓዕሉ ዓይነት ስዕሞ፣ ናይ ከመይ ሓዲርካ ስዕሞን ካልእን ደስ ዝብል ስምዒት ዘይውዳእ ፍስሃን ዝፈጥሩ ምዃኖም ድማ ይገልጹ። እንተኾነ ሕማቕ ዓይነት ስዕሞ እውን ክሳብ ኣብ ከንፈርካ ጸገም ከኸትል ከም ዝኽእል ይግለጽ። ብኸምዚ ዝፍጠሩ ወዛል ወይ ግዑዝይ ዓይነት ኣሰዓዕማ እውን ከም ዘሎ እዮም ኣብዚ ዓውዲ መጽናዕቲ ዘካይዱ ሰባት ዝዛረቡ። እንተኾነ ኪስ ማለት ምስዕዓም መምዃንካ ኣብ ዝምድናና ዘለና ኣረኣእያን ከምኡ ድማ ኣብ ኣካላትና ዝፈጥሮ ስምዒትን ዓቢ ምዃኑ እዩ ዝግለጽ። ኣብዛ ዓለም ምስዕዓም ነናቱ ትርጉምን ተራን ይወሃቦ እዩ። ካብ ሃገር ናብ ሃገር፣ ካብ ብሄርን ቀቢላን ዘሎ ጾታዊ ስምዒት ትርጉሙን ዓይነቱን ድማ ክፈላለ ግድን ይገብሮ። ንሎሚ እምበኣር ገለ ካብ ዝተፈላለዩ ዓይነታት ምስዕዓም ነፍሲ ወከፎም ዘለዎም ትርጉማትን ክንድህስስ ኢና። ግምት ዘይወሃቦ ምስዕዓም ሓደ ካብቶም ካልኦት መግለጺ ፍቕሪ ኣብ መንጎ ፍቑራት ሰብ ሓዳር ሓደ ካብቲ ኣዝዩ ሓጎስ ዝፈጥርን ፍቕራዊ ስምዒትካ ድማ ብቐሊል ኣገባብ ክትገልጸሉ እትኽእል መንገዲ ምዃኑ እዩ ዝግለጽ። ከምዚ ኣቐድም ኣቢልና ዝገለጽናዮ ድማ ብባህልን ነፍሲ ወከፍ ቀቢላን ነናቶም ኣገላልጻ ብመንገዲ ምስዕዓም ክህልዎም ይኽእል። ንሎሚ ኣብ ክልተ መጻምድቲ ሰብ ሓዳር ይኹን ፍቑራት ንዝካየድ ዓለም ለኸ ዓይነት ኣሰዓዓማ ዝበሃላ ኣብ ጉጅለታት ከፋፊልና ከነቕርበልኩም ኢና ምሳና ሕበሩ። Forehead እዚ ዓይነት ምስዕዓም ኣብ ግንባርካ ዝካየድ ኮይኑ ብልክዕ ድማ ንትፈትዎን ተፍቅሮን ሰብ ኣብ ልዕሊኡ ዘለካ እምነት ንምግላጽ ዝካየድ ምዃኑ እዩ ዝግለጽ። እዚ ካብቲ ካልኣይ ግብረ መልሲ እትጽበዩሉ ከምዘይኮነ ድማ ብሰፊሑ ይእመን። መብጽዓ ኣብ ፍቕሪ፣ ሓልዮት ከምኡ ድማ መግለጺ ኣብ ጎኒ እቲ ሰብ ከም ዘለኻን ንምብራህን ንምርዳእን ድማ እዚ ብብዝሒ ዝትግበር ዓይነት ኣሰዓዕማ እዩ። እዚ ዓይነት ምስዕዓም ዝቕበሉ ሰባት ዓሚቕ ፍቕራዊ ስምዒት ከም ዘለዎም እዩ ዝግለጽ። ኣብ ግንባርካ ዝካየድ ምስዓም ዝበዝሕ እዋን እቲ ዝስዕም ዘሎ ሰብ ቅድሚ ካባኻ ምፍላዩ፣ እዚ ማለት ናብ ስራሕ ይኹን ካልእ ክወጽእ እንከሎ ኣለኹልኪ ወይ'ውን ኣለኹልካ ንዝብል ፍቕራዊ መልእኽቲ ሓዘል ምዃኑ ይንገር። ኢስኪሙ ኪስ፣ እዚ ዓይነት ምስዕዓም መብዛሕትኡ ግዜ ኣደን ኣቦን ኣብ ልዕሊ ደቆም ዘለዎም ፍቕሪ ንምግላጽ ዘካይድዎ ምስዕዓም እዩ። እዚ ብስኪሞ ዝፍለጥ ዓይነት ስዕሞ ናይ ሰዓምን ተሰዓምን ኣፍንጫ ብምልግጋብ ዝካየድ ዓይነት ሓደ ክፋል ናይ ኣሰዓዕማ እዩ። እዚ ማለት ፍኹስ ብዝበለ ናይ ክልቴኻ ኣፍንጫ ብምትንኻፍ ዝካየድ ማለት'ውን እዩ። ሽሕ'ኳ ከምዚ ዓይነት ምስዕዓም ዝውቱር እንተዘይኮነ ዝበዝሑ ደቂ ተባዕትዮ፣ ብደቂ ኣንስትዮ ተገዳስነት የብሉን ኢሎም እዮም ዝሓስቡ። እዚ ዓይነት ምስዝዕዓም መበቆሉ ኣብ ሰሜን ካናዳ ዝነብሩ ዝነበሩ ኣህዛብ ስኪሞ በዚ ዓይነት ኣሰዓዓማ ይልለዩ ብምንባሮም እዩ። እቲ ስኪሞ ዝበሃል ስም እውን ካብኡ ዝተራዕመ ምዃኑ ይግለጽ። እቶም ኣህዛብ ኣብ ክንዲ ምስዝዕዓም ብፍኹስ ዝበለ ኣፍንጫ ንኣፍንጫ ብምግጫው ሰላምታ ይለዋወጡ ምንባሮም ይፍለጥ። ፍሬንች ኪስ እዚ ዓይነት ኣሰዓዕማ ኣብ መንጎ ክልተ ፍቑራት ወይ ድማ መጻምድቲ ኣብ ቅድሚ ስድርኦም ወይ እውን ኣብ ቅድሚ ሰብ ዘካይድዎ ዓይነት ምሰዓዓም ከም ዘይኮነ እዩ ዝንገር። ምኽንያቱ እዚ ዓይነት ኣሰዓዕማ ኣዝዩ ብጾታዊ ስምዒት ዘለዎም ፍቑራት ዘካይድዎ ዓይነት ኣሰዓዕማ ስለ ዝኾነ። እዚ ብፍሬንች ኪስ ዝፍለጥ ዓይነት ኣሰዓዕማ መጻምድቲ ልሳኖም ኣብ ኣፍ ብጸይቶም እናተበራረዩ ዝኽተሉሉ ዓይነት ኣሰዓዕማ እዩ። ናይ ክልቲኦም መጻምድቲ መልሓስን ከንፈርን እናላገብካ ዝካየድ ዓይነት ኣሰዓዕማ እውን እዩ። እዚ ዓይነት ኣሰዓዕማ እቲ ኣዝዩ ሓደገኛን ብቐሊሉ ድማ ናብ ዝተፈላለዩ ዓይነት ሕማማት ከቃልዓና ዓቢ ጽልዋን ተራን ዘለዎ ዓይነት ኣሰዓዕማ እውን እዩ። ባተርፍላይ ኪስ እዚ ዓይነት ምስዕዓም ኣዝዩ ምቁርን ልስሉስን ዓይነት ኣሰዓማ ከም ዝኾነን እዩ ዝንገር። መብዛሕትኡ እዋን ድማ ናብ ገጽ ብጸይትኻ ወይ ድማ ኣፍቃሪትካ ምቕራብ ኣብ ከባቢ ኣዒንቲ መጻምድትኻ ብኣዝዩ ፈኲስ ኣገባብ ብምስዓም ዝካየድ ሓደ ካብ ዓይነታት እዞም እንገልጾም ዘለና ስዕሙ ሓደ እዩ። ታንግ ኪስ እዚ ብታንግ ኪስ ዝፍለጥ ዓይነት ኣሰዓማ ምስ ፍሬንች ኪስ ምምስሳል ከም ዘለዎ እዩ ዝንገር። ኣብ መንጎ እዞም ክልተ ዓይነት ስዕሞ እቲ ሓደ ከም መፈላለሊት እትግለጽ ድማ መልሓስ እታ ቀንዲ ተዋሳኢት ክፋል ናይዚ ስዕሞ ስለ ዝኾነት እዩ። እዞም ክልተ ነዚ ተግባር ዝፍጽሙ ዘለዉ መጻምድቲ ቀስ ጌርካ ኣብ ናይ መጻምድትኻ መልሓስ ብምእታው እናተተናኸፍካን እናተመጻጸኻን ዝካየድ ስለ ዝኾነ፣ እዚ ዓይነት ኣሰዓዕማ ድማ ናብ ጾታዊ ርክብ ንኸተምርሕ ዓቢ ኣንፈት ዝህብ ስዕሞ'ዩ እናተባህለ'ዩ ዝግለጽ። ቫምፓየር ኪስ፣ ነዚ ዓይነት ኣሰዓዕማ ቅድሚ ምፍጻምካ ንመጻምድትኻ ፍቓድ ክትሓትት ከም ዘለካ'ዩ መጽናዕቲ ዘካየዱ ሰባት ዝገልጹ። ስለምንታይ ንዝብል ሕቶ፣ እዚ ዓይነት ስዕሞ ቀስ ጌርካ ኣብ ክሳድ መጻምድትኻ ብከንፈርካን ብኣስናንካን እንዳዳህሰስካ ዝካየድ ዓይነት ዝዕሞ ስለ ዝኾነ እዞም ክንገልጾም ዝጸናሕና ገለ ካብቶም ብዙሓት ዓይነት ኣሰዓዕማ እዮም። ዝበዝሕ ሰብ ኣብዚ ጉዳይ ሓደ ዘይርድኦ ነጥቢ ኣሎ። ዝኾነ ዓይነት ሕማም ብሓፈሻ ብፍላይ ድማ ብጾታዊ ርክብ ጥራይ ክመሓላለፍ ዝኽእል ሕማም ከም ዘሎ ጥራይ ኢና ንግንዘብ። ነዞም ክንገልጾም ዝጸናሕና ገለ ክፋላት ናይ ስዕሞ ማለት ምስዕዓሙን ናብዚ ሕጂ እንገልጾ ጸገማት ከቃልዑና ይኽእሉ እዮም። ገለ ኣብነታት ንምጥቃስ፣ ብሓንቲ ምስዕዓም ብዙሕ ባክተርያ ክትስከም ትኽእል። ኣብ መዓልቲ ከባቢ ትሽዓተ ግዜ ምስዕዓም ዘካይዱ ምስ ዝኾኑ፣ ዝለዓለ ናይ ምትሕልላፍ ባክተርያ ዝረኣየሎም ሰባት ምዃኖም ድማ መጽናዕታዊ ጽሑፍ ይገልጽ። ብዘይካዚ ከባቢ ሰብዓ ሚእታዊት ትሕቲ ሓምሳ ዓመት ኣብ ዝኾኑ ሰባት ዝተኻየደ መጽናዕቲ ከም ዝገልጾ፣ ሄፒዝ ቫይረስ ዝተባህለ ብቫይረስ ዝመጽእ ቆርበት ዘቑሰል ሕማም ከጥቅዓና ከም ዝኽእል ይንገር። እዚ ኣፍ ንኣፍ ተወሃሂብካ ዝካየድ ዓይነት ምስዕዓም ጥራይ ገዲፍካ፣ እቲ ብኦራል ኪስ ዝፍለጥ፣ ብተወሳኺ እውን ኩሉ ሰብ ዝፈልጦ ብሰንኪ ፍኑው ጾታዊ ርክብ ዝመሓላለፉ ሕማማት ከም ጎኔራ፣ ሲፊሊስ ከምኡ ድማ HBV ብምራቕ እውን ዝመሓላለፉ ሕማማት እዮም። ናብ ብኣፍ ጌርካ ግዳማዊ ብልዕቲ ናይ ካልኣይትኻ ወይ ድማ ካልኣይካ ንዝካየድ ናይ ኣፍ ምድራዝ ምስ እንመጽእ፣ እዚ ብፍሉይ ብቫይረስ ዝብገስ መቑሰልቲ ኣፍ ኣጋጢሙካ እንተሎ ኮይኑ ክውገድ ዘለዎ ተግባር ምዃኑ ብሰፊሑ ይግለጽ። ካብዚ ወጻኢ ምስዕዓም ካብ ግዝያዊ ጭንቀት ከናግፈና ከም ዝኽእል እውን ይግለጽ እዩ። እቶም ብብዝሒ ምስዕዓም ዘዘውትሩ መጻምድቲ ዝያዳቶም ብዙሕ ዘየዘውትሩ መጻምድቲ ኣብ ምፉዃስ ወይ ጭንቀት ከውድለሎም ከም ዝኽእል ይንገር። እዚ ድማ በቲ ኣብ ኣካላትና ዝርከብ ኮርቲሶል ዝተሰምየ ካብ ጭንቀት ከናግፈና ዝኽእል ሆርሞን ዝያዳ እቲ ካልእ ግዜ ካብ ጭንቀት የናግፈናን እዚ ምስ እንገብር ኣብ ውሽጥና ብኣዝዩ ሕጉስ መንፈስ ስለ ዝካየድ ንጥዕናና እውን ጽቡቕ ምዃኑ እዮም ዝገልጹ። ብዘይካዚ ምስዕዓም ብዙሕ ካለሪ ከጉድለልና ከም ዝኽእል ይንገር እዩ። ብዙሓት ዝተፈላለዩ መጽናዕቲ ዘካየዱ ሰባት ክገልጹ እንከለዉ ካብ ክልተ ክሳብ ሽዱሽተ ካሎሪ ኣብ ሓንቲ ደቒቕ ክነጉድል ከም እንኽእል ይገልጹ እዮም። ምስዓም ኣብ ገጽና ዝርከብ ጭዋዳታት ከም ዝሕይል እውን ይገብር እዩ። እዚ ማለት ኣብ ግዜ ምስዕዓም ሰላሳ ጭዋዳታት ናይ ገጽና ስለ ዝንቀሳቐስ ገጽና ብስጡም ኣገባብ ክሕዘልና ይኽእል። ክቡራትን ክቡራንን ተኸታተልቲ መደብና ንሎሚ ዘዳለናዮ መደብ እዚ ክትከታተልዎ ዝጸናሕኩም ነይሩ። ኣብ ዝመጽእ ብኻል ትሕዝቶ መደብ ክሳብ ንራኸብ ሰላም ወሰናይ ንዓኹም ይኹን ብሩኽ ቀን